ልቢ ዝልብና ኩሉ ገዲፍና ሕሉፍ ኣይንታይናን እዩ መጻእኺ እዩ ሓደን ኣገዳሲ ፈልጥ ግን እንታይ ኮም ኢልካ ንባባ ኪኖ ኣብ ጎንጓለን ዓርክን መሓዛን ኮይና እንተ ንዕልል ድሌተይ ድሌት ኮይኑ ምጸንሐ ነይሩ ዘድልየ እንተዝህሉ ደኣ እሞ ዘይሓተካ ክዳን ግዘእለይ
ገንዘብ ግበረለይ ወይ ገዛ ግዘእለይ ኣይኮነን ተዛርበኒ ዘለኺ። ካልእ ደኣ ምንታይ ኢለ ክሓተካ? ሂወት ሂወት ኣምጸለይ ትብልዮ ግዜ እኮ ያኺ። ሂወት
እዎ ባባ ሂወት ተዘይህልወኒ ብኸምዚ ኢለ ምሳኻይ ምተዛረብኩ። ኪኖ እዛ ዘላትኒ ሂወት ወስኸኒ እንተኢለካ ከኣ ስስዔ። ወላ ተበርኩኻ እኮ ሂወት ክትገዝእ ዘኽእለካ ገንዘብ ዘለካ ኣይመስለንን። ፍልስፍና ገዛና እኮ ባህ እዩ ዝብለኒ። ውልድ ምስ በልና ምስ ትምህርቲ ጎፍ ንጎፍ ስለ ንራኸብ እኮ እዩ እዚ ኩሉ ኮንፊደንስ። ሂወት ክትገዝእ ኣይትኽእልን ኢኻ እምበኣር ኢዲ ፕላስቲክ ኣቢሉኒ። ኖኖ ባህ ዝበለክ ወዲ ኣሎ ዶ? ባህ ዝብለን ደኣ ከም ጥሪት ኮብኪብካ ዶ ይስማዕ እንታይ ደኣ ድኻ ድኻ ከ ሰብ ኣይኮነን ድዩ ንምንታይ ኢኻ ባባ ድኻ ሰብ ትጸልእ። ጌጋ ጌጋ ብርኽቲ ኣነ ድኻ ናይ ገንዘብ ኣይጸልእን እየ ድኽነት ናይ ስመ ምግባር ዘለዎ እየ ዝጸልእ ኣነ። ከምኡ ትበል ባባ ሃብትን ድኽነትን ኣብ ልቢ እዩ። ዮናስ ከኣ ለባም ሰብ እዩ። ወይ ለባም ዮናስ ልቡ ብክፋእ ተሸፊና ጀበና እያ መሲላ ዘላ ጀበና ከኣ በጀካ ንቡን ከተፍልሓላ ካልእ ጥቅሚ ነገር ትወል የብላን። ኣነ ዝብለኪ ዘለኹ ጥራይ ስምዒ ፖዘቲፍን ነጋቲፍን ምስ ተጋጠሙ እዮም ድምጺ ዝፈጥሩ። ኣነን ዮናስን ተተጋጢምና ከኣ ድምጺ ንፈጥር። ገርየን ነዚ
ዘንባል ፍልስፍና። ባዕልኻ እንዲኻ እሞ ከምኡ ኢልካኒ።

ጆን ንዓኺ ዝኸውን ሃብታም ከነምጸእልኪ ተመርዓው ተመርዓው ኣሰንቢትዎ እቶም ከሰንቢትካ ን ቁርብተይ ክብድ ስለ ትብል ካልእ ኣማኻሪ ትገብርኩምላስ ከመይ እዩ? ካልእ ኣማኻሪ ኣይገብረላን እየ ንስኻ ኢኻ ወደይ ንዓኻ እየ ዘማኽር ዶ እወ
እሞ ብርኽቲ
እሂ ጆን ክምርዓው ን መን ኢሉ እወ እወ ደይትብላ እንተኾንካ ሰንቢትካ